ፍልፍል ቲቪ ሰላምኩም ይብዛሕ ደቂ ሪመይ ኣብ ኩሉ ኩርናዓት ዓለም ኮይንኩም መደባት ፍልፍል ቲቪ ትከታተሉ ክቡራትን ክቡራንን ተኸታተልቲ ንሎሚ ዝበልናዮ ዝተፈላለየ መደባት ሒዝና መፂና ኣለና ከምቲ ልሙድ ሰናይ ምክትታል! ከምኡ ውን እቶም ኣባላት ቤተሰብ ፍልፍል ቲቪ ዘይኮንኩም ሳብስክራይብ ብምህራም ኣባላት ቤተሰብ ፍልፍል ቲቪ ክትኮኑ ደጊመ ብትሕትና ይዕድም። እምበኣር ናብቲ ንሎሚ ሒዝናዮ ዘለና ዛዕባታት እንታይ ይመስል ሓቢርና ንከታተል ክቡራትን ክቡራንን። ቀዲምና እምበኣር ኩቡራት ተኻታተልቲ ከምቲ ልሙድ ብዝተፈላለዩ ሓጸርቲ መደባት ክንጅምር ኢና እቶም ሓጸርቲ መደባት እንታይ ይመስሉ ሓቢርና ክንከታተል ደጊመ ብትሕትና ይዕድም። ቀዲመ ግን ሓደ ነገር ክብል እየ ኩቡራት ተኻታተልቲ ኣብዛ ዓለምሲ ኣዝዩ ዘስደምምን ዘገርምን ነገራት ክትዕዘብ እንከለኻ ጥር ኢልካ ክትሓልፍ ኣይትኽእልን ኢኻ ምኽንያቱ ብዛዕብኡ ቁሩብ ባዕሉ ውን ነብስኻ ውሽጥኻ ስሚዒታትካ ብዛዕብኡ ንኽትሓስብ ይግድደካ ስለዝኾነ ንሽግር፣ ንዕግርግር፣ ንህውከት፣ ንውግእ ኮታስ ኣብ ዓለም ሰላም ንኸይህሉ ብፍላይ ከኣ ኣብ ቀርኒ ኣፍሪቃ ሰላም ከይረክብ እቲ ህዝቢ ወትሩ ኣብ ምጽዓር እትርከብ እሾኽ ዝኾነት ጎረቤት ኢትዮጵያ ኣብ ዘተፈላለየ እዋን በቲ ንዓኣ ዝመስላን ንዓኣ ዝርድኣን ዝተፈላለየ ፖለቲካዊ ትንተና ክትህብ ንዕዘባ ኢና። ሕጂ'ውን እዚ ዘጋጥም ዘሎ ፖለቲካዊ ጉዕዞ ኣብ ቀርኒ ኣፍሪቃ ብሓፈሻ ከኣ ኣብ ኣፍሪቃ ዓቕላ ስለ ዘጽበበላ፣ ልክዕ ኣብ ጋብያ ከም ዝኣተወት ዑፍ መብረሪ ስለ ዘይብላ ናብ ተብሎ ስለ ዘይብላ፣ ዝተፈላለየ ኣጀንዳታት ብምፍጣር ኣብዚ ማሕበራዊ ሜድያ በቶም ኣለዉኒ እትብሎም ኣክቲቪስት ዝተፈላለዩ ዛዕባታት ትፍኑ ኣላ። ምግራምካ ትውድእ። ምኽንያቱ ኣብ ውሽጢ ሃገራ ወይ ከኣ ኣብ ውሽጢ ከርሳ ዘሎ ጸገማት ክትፈትሕ ዘይከኣለት ምስተን ኣብዚ ሕጂ እዋን ኣብ ጽቡቕ ኩነታት ዝርከባ ሃገራት ኣፍሪቃ እቲ ጸላኢ ሰናይ ሕማማ ደጊሱዋ ስለ ዘሎ፣ ኣዝዩ ጽቡቕ ጌሩ በርቲዑዋ ስለ ዘሎ፣ ናይ ምትኹታኹ ቃላት ክትፍኑ ተዓዚብና ኣለና ኣብዚ ብፍላይ ኣርብዓን ሸሞንተን ሰዓታት። ኣብዚ ውሽጢ ኣርብዓን ሸሞንተን ሰዓታት ዘሎ ፖለቲካ ኣብ ቀርኒ ኣፍሪቃ እንታይ ይመስል ዓይና ኣፍጢጣ የእዛና ጸልያ ትሰምዕ ስለ ዘላ ግድን ዓቕላ ጸቢቡ ሃለውለዋ ምባል ኣላ። ዓመት ሙሉእ ብዛዕባ ባሕሪ የኛ'ዩ ክብሉ ከጽምሙና ከም ዘይወርሑ፣ ኤርትራ ምን ጸላኢትና ግብጺ ኮይና ክትወግኣና ደልያ ክብሉ ኣውያት ይነዝሑ ኣለዉ ኣየ ጫት ዝገብር። ንዓኻ ከይለኮምኩ ኣይጠፍእን እየ።
ታይ ትፈክር ዝገብር ኣይጀሃርን እዩ። ሂወትካ ክንዲ ዘድሓንኩኻሲ። ኣይትዓሹ ካሕሳይ ዝምሕር ዝቐትል ሓደ ኣምላኽ ጥራሕ እዩ። ኣነ ንዓኻ ኣየድሓንኩኻን። ኣይመስለንን።
ንዓይ ግን ዝያዳ ከም ትጥርጥር ጌርካኒ ሓቀይ። ኣነ እየ ንዓኻ ኣድሒነካ በል ዝያዳ ዝርደኣካ ተኾይኑ።
ብኸመይ?
ብሰብ ተላኢኽካ፣ ብገንዘብ ተዓሲብካ፣ ንዘይበደለካ ሰብ ክትብድልዶ ተበጊስካ ሓቀይ? እንታይ ስለ ዝነገርኩኻ ድዩ ባዕለይ? ኣታ ወዲ ዕላማኻ ከምኡዶ ነይሩ ኣይነበረን? ኣይነበረን።
እንተ ዝነብር ከምዚ ኢልካ ክትዛረበኒ ከማን ዕድል ኣይምገበርካን ነይርካ። ግን ኣነ ይዓሽ። ኣ
ወላላይ ርር ኣበገይናክ ኣፈሊላክ ርር
ደቂ ሪመይ ከምቲ ቅድም ኢለ ዝገለጽክዎ ዝተፈላለዩ ቪድዮታትን ዝተፈላለዩ ሓበሬታታትን ስለ ዘለውና ድሒርና ናብዚ ኣልዒልናዮ ዘለና መደብ ክንምለስ ኢና ከምቲ ቅድም ኢለ ዝሓበርኩኹም ናብ ሓጸርቲ መደባት ክንከይድ ኣብዚ ሕጂ እዋን ኣብ ሃገረ ኬንያ ዝካየድ ዘሎ ሻምፒዮን ኣፍሪቃ ቅድድም ብሽክለታ 2024 ሃገራዊት ጋንታ ኤርትራ መሪሕነታ ዓቂባ ኣላ። ሻምፕዮን ኣፍሪቃ ክልተ ሽሕን ዕስራን ኣርባዕተን ብ ዓሰርተ ጥቅምቲ ክልተ ሽሕን ዕስራን ኣርባዕተን ንኻልኣይ መዓልቱ ብናይ ሕውስዋስ ደቂ ኣንስትዮን ደቂ ተባዕትዮን ናይ ግዜ ክሮኖሜተር ቀጺሉ ውዒሉ ኣሎ። ኣብዚ ውድድር ሃገራዊት ጋንታ ኤርትራ ብምሉኦም ትሕቲ ዕድመን እሞ ኸኣ ኣንጻር ኣብ ኮንቲኔታል ዝቀዳደሙ ዓበይቲ ኣፍሪቃውያን ተቐዳደምቲ ተጸሚዶም ድሕሪ ምውዓል ካልኣይ ደረጃ ብምሓዝ ብሩር መዳልያ ኣግዚዮሞምን ኣለዉ። ኣብዚ ንሃገራዊት ጋንታ ኤርትራ ኣግማል ቀይሕ ባሕሪ ዝወከሉ መንእሰያት ተቐዳደምቲ፣ ኣድያም ዳዊት፣ ሚልክያስ ማእከለ፣ ሄብሮን ብርሃነ፣ ሱዛን በረኸት፣ ናታን መድሃኔ፣ ሚለና ገብረክርስቶስ እዮም ነይሮም። ሃገራዊት ጋንታ ኤርትራ ኣግማል ቀይሕ ባሕሪ ኣብዚ ንኻልኣይ መዓልቱ ቀጺልሉ ዝወዓለ'ውን መሪሕነታ ዝደፍሮ ኣይተረኽበን። ቀዳመይቲ ኮይና ኣብቲ ዓሰርተ ሓደ ጥቅምቲ ክልተ ሽሕን ዕስራን ኣርባዕተን ዝካየድ ውድድር እውን ክትሳተፍ እያ። ብዘይ ቀልዓለም እዞም ውልዶ ጌና ዕስራ ዓመት ዝረግጹ ዘለዉ ኣንጻር ዓበይቲ ኣፍሪቃውያን ተቐዳደምቲ ገጢሞም ካልኣይ ደረጃ ምሓዞም ኣድናቖተይ መግለጺ የብሉን ካብ ሄር ሜድያ። ደቂ ሪመይ ካብ ሕጂ ዝቕጽል ውድድራት ሻምፕዮን ኣፍሪቃ ቅድድም ብሽክለታ ክልተ ሽሕን ዕስራን ኣርባዕተን ናይ ጽርግያ ውድድራት እዩ ከሰላስል። ጽቡቕ ዕድል ንሃገራዊት ጋንታ ኤርትራ። እዚ ከምዚ ኢሉ እንዳሃለወ ውን ኩቡራት ተኻታተልቲ ባዓል ድርብ ዓወት ሻምፕዮን ኣፍሪቃ ክልተ ሽሕን ዕስራን ኣርባዕተን ከምኡ ውን ክልተ ሽሕን ዕስራን ሰለስተን ምስ ካዛኪስታናዊት ክለብ ኣስታና ዝዋዳደር ፕሮፌሽናል ተቐዳዳማይ ሄኖግ ሙሉብርሃን ሕጂ ውን ክብሩ ንምዕቃብ ሃትሪክ ንምስራሕ ብዕለት ዓሰርተ ጥቅምቲ ክልተ ሽሕን ዕስራን ኣርባዕተን ምስ የሕዋቱን ቡጾቱን ንምጽንባር ናብ ሃገረ ኬንያ ኣምሪሑ ድሮ ምስ ሃገራዊት ጋንታ ኤርትራ ተጠርኒፉ ኣሎ ጽቡቕ ዕድል ወዲ ሙሌ።
ኣብዚ ሕጂ እዋን ሃገርና ኤርትራ ኣብ ኣፍሪቃ ጥራይ ዘይኮነ ኣብ ሙሉእ ዓለም ስማ ኣብ ላዕሊ ደረጃ ክርቋሕን ክጽዋዕን ንዕዘብ ኣለና። ነዚ ውጽኢት እዚ ዘመዝገቡ ከኣ ዝተፈላለዩ ካብ ድሕሪት ጀሚርና ክሳብ ዝሕጂ እዋን ዘለዉ ተቐዳደምቲ ካብ ዝዓበዩ ክሳብ ዝነኣሱ ሓያል ጻዕርን ሓያል ሃልክን ብምክያድ ነቲ ናይ ኤውሮጳውያን ቅድድም ወይ ከኣ ናይ ኤውሮጳውያን ስፖርት ተባሂሉ ዝጽዋዕ ቅድድም ብሽክለታ ንሕና ኤርትራውያን እውን ኣብ ዝኣተናዮ ግድን ከም ንዕወት ዘመስከርናሉ ናይ ቀረባ ኣብነት ቱር ደ ፍራንስ ክልተ ሽሕን ዕስራን ኣርባዕተን ሰለስተ ግዜ ናይ ፖድዮም ዕውታት ከምኡ እውን ቀጠልያ ማልያ ናብ ሃገርና ኤርትራ ሒዝና ዝመጻና ኤርትራውያን ዜጋታት ኢና። ነዚ ክብሪ እዚ ዘጓናጸፉና ተቐዳደምትና ከኣ ወትሩ ኣብ ዝኣትውዎ መጀመርያ ብሰላም ጀሚሮም ብሰላም ክዛዝሙ ከምኡ እውን እቲ ንምነዮን ንሃርፎን ዓወታት ሒዞምልና ክመጹ ናይ ወትሩ ሰናይ ድሌታትናን ትምኒታትናን ምዃኑ ደጊምና ደጋጊምና ክንሕብር ንፈቱ። ቀጺለ ውን ደቂ ሪመይ ናብ ውሽጢ ኤርትራ ሓደ ግዜ ኣብ ዝደወልኩሉ ሓንቲ ቃል ተባሂለ ነይረ ድሕሪ ዓወት ቢንያም ግርማይ ኣብ ቱር ዲፍራንስ ናይ ቀጠልያ ማልያ ኣብ ሃገርና ኤርትራ እታ ቀጠልያ ሕብሪ ትብል ተቀይራ ቢንያም ትብል ተቀይራ ከም ዘላ ወይ ከኣ ቢንያም ብዝብል ስም ተተኪኣ ከም ዘላ ምስ ሓደ ብጻይ ኣብ ንዕልለሉ ዝነበርና እዋን ሓቢርኒ ነይሩ። ብልቢ እየ ዝብለኩም ኣብቲ ሽዑ እዋን ምናልባት ኣብዚ ሕጂ ኣብ ሓያል ስምዒት ስለ ዘሎ እቲ ህዝቢ ከምኡ ይጥቀም ይህሉ ብምባል ውልቃዊ ግምተይ ወይ ከኣ ውልቃዊ ርእይቶይ ኣብ ውሽጠይ ኣስፊረ ነይረ ግን እቲ ገሚተዮ ወይ ከኣ እቲ ሓሲበዮ ዝነበርኩ ከም ዝተጋገኹ ኣብዛ ኣብ ዕለት ዓሰርተ ጥቅምቲ ክልተ ሽሕን ዕስራን ኣርባዕተን ዝተዘርግሐት ኣማራ ኢንተርተይመንት ሰብ ኢሎሞ እትብል ሲቲኮም ፊልሚ ኣብ ዝዕዘበሉ ዝነበርኩ ነቲ ሓደ ግዜ ምስ ሓደ ብጻይ ተደዋዊልና ኣብ ዘዕለለኒ ዕላላት ዝነበረ ሎማዓንቲ ክድገም ተዓዚበዮ ኣብ ኤርትራ ቀጠልያ ዝብል ሕብሪ ተሪፉ ኣብዚ ሕጂ እዋን። ቀጺሉ ዘሎ ቢንያም ኢልካ ምጽዋዕ እዩ። ንዝያዳ ምርግጋጽ እዛ ሓጻር ቪድዮ ናባኹም የብላ ክቡራት ተኸታተልቲ። ኢኻ ትብለና ዘለኻ ገመጻ ንሩሩኹም ለካ ደሊኻና ሰብኣይ ቅብጥ ጥርሲ ተሓዝካ የነጥር ኢልካ ቀጠልያ። ቀጠልያ መላዓልቲ ከይኮነት። ዋዛ ከይመስለኪ ቢንያ።
ካብዚ ቀጺለ እውን ክቡራትን ክቡራንን ተኸታተልቲ ኣገናዕ ናተይ ጅግና ሻውዓይ ደረጃ ሒዙ ኣሎ ናትናኤል ተስፋጼን ኣብ ዘተኣማምን ብቕዓት ዝርከብ ናትናኤል ተስፋጼን ብዕለት 10 ጥቅምቲ 2024 ኣብ ዝተኻየደ ኣብ ዓዲ ጥልያን ኣብ ዝተሰላሰለ ናይ ሓደ መዓልቲ ግራንድ ፔሜንተ ዝተሰምየ ክላሲክ ውድድር ብሉጽ ጸወታ ብምንጽብራቕ ኣብ መወዳእታ ኣብ ዝተገብረ ጥምጥም ሻውዓይ ደረጃ ብምሓዝ ምስ ቀዳሞት ዓሰርተ ኮይኑ ውድድሩ ብሰላም ዛዚሙ። ኣብዚ ውድድር መጥቃዕቲ ዝፈጸመ ኣመሪካዊ ፓላስ ኔልሶን ካብ ክለብ EF Education ቀዳማይ ኮይኑ ክዕወት እንከሎ ስዒቦም ከኣ ካልኣይ ኮይኑ ዝኣተወ ኣውስትራልያዊ ስትሮን ኮርቢን ካብ ክለብ እስራኤል ፕሪሜር ቴች ሳልሳይ ከኣ ስጳኛዊ ኣሌክስ ኣራን ቡራን ካብ ክለብ ሞቪስታር ብምዃን ኣብ ፖድዮም ደይቦም። እዚ ከምዚሉ እንዳሃለወ ውን ክቡራትን ክቡራንን፣ ተጻወትቲ ሃገራዊት ጋንታ ኤርትራ ኣብ ዝተፈላለየ ኩርናዓት ዓለም ምስ ክለባቶም ኮይኖም ዝቃዳደሙ ኣብ ክልተ ሽሕን ዕስራን ኣርባዕተን ኣመዝጊቦሞ ዘለዉ ኣብ ቅድድም ብሽክለታ እዚ ኢልካ ብቃላት ኣይግለጽን። ኣብዚ ሕጂ እዋን ኣብ መሳልል ዕውታት ተቀዳደምቲ ኣፍሪቃ ኣርባዕተ ኤርትራውያን ምስ ብሉጻት ሓሙሽተ ተቐዳደምቲ ተሰሪዖም ኣለዉ። ስለዚ ኤርትራውያን ተቐዳደምቲ ኣብ ናይ ክልተ ሽሕን ዕስራን ኣርባዕተን ዓመት መሳልል ብሉጻት ተቐዳደምቲ ኣፍሪቃ ዓብላሊ ውጽኢት ኣመዝጊቦም ኣለዉ። ነዚ ውድድር ብዝለዓለየ ነጥቢ ዝመርሖ ዘሎ ኦሎምፒካዊ ተቐዳዳማይ ዕዉት ቀጠልያ ማልያ ዙር ፈረንሳ ቢንያም ግርማይ ከምኡ ካልኣይ ደረጃ ሒዙ ዘሎ ሄኖክ ሙሉብርሃን ኣብ ራብዓይ ደረጃ ዘሎ ዝበዝሐ ግራንድ ቱር ምስ ዝተፈላለየ ክለባት ኮይኑ ዝዘወረ ገዲምን ምኩርን ተቐዳዳማይ መርሃዊ ቅዱስ ኣብ ሓሙሻይ ደረጃ ንረኽቦ፣ ምስ ኣመሪካዊት ጋንታ ልዲት ትሬ ኮይኑ ክጻወት ዝጸንሐ ኣብዚ ሕጂ እዋን ግን ናብ ስጳኛዊት ዓባይ ክለብ ሙቭስታር ተሰጋጊሩ ዝርከብ ሻምፕዮን ኤርትራ ክልተ ሽሕን ዕስራን ኣርባዕተን ናይ ጽርግያ ውድድር ናትናኤል ተስፋጽዮን እዮም። ኣዝዩ ዘዕግብን ባህ ዘብልን ውጽኢት እዩ፣ ኣብ ክልተ ሽሕን ዕስራን ሓሙሽተን እውን ካብዚ ዘለውዎ ዝለዓለ ውጽኢት ሒዞም ከምዝመጹና ዘጠራጥር ኣይኮነን። እምባር ተኻታተልቲ ካብዚ ቀጺለ ናብቲ ዝተፈላለየ መደባት ከብለኩም ደጊመ ሰናይ ምክትታል። ከምቲ ክቡር ጀነራል ስብሓት ኤፍሬም ዝበሎ ኣብዚ ሕጂ እዋን ኤርትራ ማእከል ስሕበት ኣፍሪቃ ኮይናትሉ ኣብ ዘላ እዋን ሃገርና ኤርትራ ብፍላይ ከኣ ርእሰ ከተማ ሃገረ ኤርትራ ምጭውቲ ከተማ ኣስመራ ኣጋይሻ ብፍሕሹው ገጺኣ ትቕበልን ተፋኑን ዘላ። ኣብ ዝተፈላለየ ማሕበራዊ ሜድያ ከም ዝተዓዘብናዮ ኣብዚ ሕጂ እዋን ኣብ ሃገረ ኤርትራ ክልተ መራሕቲ ሃገራት ተቐቢላ ኣብ ምስትእንጋድን ኣብ ምፍናውን እያ ዘላ። እዚ ከኣ ንፈታዊ ኣዝዩ ባህታ ዝፈጥር ዘሕጉስ ንጸላኢ ከኣ መዓንጣ ከብዱ ዝቐርጽ እዩ። ፖለቲካ ጥበብ እዩ። መራሕቲ ኤርትራን ግብፅን ኣብ ምምዕባል ክልቲኣዊ ዝምድና ዞባውን ኣህጉራውን ጉዳያት ዘትዮም ፕሬዚደንት ሃገረ ኤርትራ ኣቶ እሰያስ ኣፈወርቅን ፕሬዚደንት ሪፓብሊክ ግብፂ ዓብደልፈታሕ ኣልሲስን ብ ዓሰርተ ጥቅምቲ ኣብ ሰዓታት ድሕሪ ቀትሪ ኣብ ኣዳራሽ ሃገር ኣብ ዝገበርዎ ርክብ፣ ኣብ ክልቲኣዊ ዝምድና ዝያዳ ንምምዕባሉ ዘሎ ዕድላትን ከምኡ እውን ኣብ ሓበራዊ ኣገዳስነት ዘለዎም ዞባውን ኣህጉራውን ጉዳያት ዘተኮረ ዘተ ኣካይዶም። ኣብዚ ኣካል መቐጸልታ ክልቲኣዊ ምምኽኻር ኣብ ኣገዳሲ ጉዳያት ዝኾነ ርክብ ፕረዚደንት እሰያስ ኣፈወርቅን ፕረዚደንት ኣልሲስን፣ ምኽባር መትከላት ኣህጉራዊ ሕጊ፣ መሰረት ዞባዊ ሰላም፣ ርግኣት፣ ምትሕግጋዝን ምዃኑ ብምግንዛብ፣ ልኡላውነትን ናጽነትን ግዝኣታዊ ሓድነት ሃገራት እዚ ዞባ ክኽበር፣ ኣብ ትሕቲ ዝኾነ ምኽንያት ኣብ ውሽጣዊ ጉዳያት ሃገራት እዚ ዞባ ዝግበር ምትእትታው ክውገድ፣ ዞባዊ ርግኣት ንምርግጋጽ ውሁድ ጻዕርታት ክድንፍዕ ከምኡ'ውን ዘላቒ ሓበራዊ ልምዓት ንምርግጋጽ ዝሕግዝ ምቹእ ሃዋህው ክፍጠር ኣብ ምርድዳእ በጺሖም። ክልቲኦም መራሕቲ ብተወሳኺ ኣብ ዝተፈላለየ መዳያት ዘሎ ክልቲኣዊ ምትሕግጋዝ ንብልጽግናን ልምዓትን ክልቲኡ ህዝብታት ብዘገልግል ንምምዕባሉ ዘሎ ድሌትን ድልውነትን ብምርግጋጽ ብዝለዓለ ክስራሓሉ ከምኡ'ውን ዝተፈላለየ ዞባውን ኣህጉራውን ጉዳያት፣ ሓበራዊ ኣገዳስነት ዘለዎም ጂኦፖለቲካዊ ምዕባለታት ብዝምልከት ኣብ መንጎ ክልቲኤን ሃገራት ዝግበር ፖለቲካዊ ምምኽኻር ንምዕዛዝ ብሚኒስተራት ጉዳያት ወጻኢ ዝቖመት ስሩዕ ርክባት እተካይድ ሓባራዊት ኮሚቴ ክትቀውም ተሰማሚዖም። መራሕቲ ኤርትራን ግብጽን ሶማልን ብድሕሪዚ ኣብ ዝገበርዎ ስሉሳዊ ርክብ፣ ብዛዕባ ኩነታት ሶማል ብመንጽር ዞባዊ ምዕባለታት፣ ሽግር ሱዳን፣ ናይ መጻኢ ኣመታቱን ከምኡ'ውን ጉዳያት ጸጥታን ምትሕግጋዝን ምስ ቀይሕ ባሕርን መጻብቦ ባብኤል መንደብን ዝዳወባ ሃገራት ብዕምቆት ዘትዮም። ሰለስቲኦም መራሕቲ ኣብ ዘውጽእዎ ሓባራዊ መግለጺ፣ ዝምድና ሃገራቶም ንምምዕባልን ንምዕሟቑን፣ ዓቕምታት ሃገራዊ ትካላትን ሰራዊት ሶማልን ብምጉልባት ኩሉ ዓይነታት ግብረ-ሽበራ ንምብዳህ ከምኡ'ውን ሶማል መሬታውን ባሕራውን ዶባታን ግዝኣታን ሓድነታን ንምዕቃብ ኣብ ዘኽእል ነጥብታት ከምዝተረዳድኡ ገሊጾም። ኣብቲ ኣጋጣሚ ፕረዚደንት ኣልሲሲ፣ ስለቲ ብፕረዚደንት እስያስ ዝተገብረሉ ዕድመ ምዉቕ ሕውነታዊ ኣቀባብላን እንግዶቱን ምስጋና ኣቕሪቡ። ብኻልእ ወገን መራሕቲ ግብጽን ሶማልን ኣብ ዝገበርዎ ክልቲኣዊ ርክብ፣ ዝምድናታቶም ሽርክነታዊ ምትሕግጋዛቶምን ንምምዕባል ተራዳዲኦም። ፕረዚደንት ርፓፕሊክ ግብጺ ዓብደልፈታሕ ኣልሲሲ ኣብ ሰዓታት ቅድሚ ቀትሪ ኣስመራ ኣብ ዝኣተወሉ፣ ፕረዚደንት እሰያስ ኣብ ኣህጉራዊ መዓርፎ ነፈርቲ ብናይ ክብሪ ሰልፍን፣ ሃገራዊ መዛሙር ኤርትራን ግብጽን ዝተሰነየ ወግዓዊ ኣቀባብላ ገይሩሉ። ሚኒስትሪ ሃገራዊ ጸጥታ ሜጀር ጀነራል ዓባስ ካምል፣ ሓለቓ ፕረዚደንታዊ ካቢነ ሜጀር ጀነራል ኣሕመድ ዓሊ ከምኡ'ውን ሚኒስትሪ ጉዳያት ወጻኢ ዶክተር በርድ ኣሕመድ ዓብደል ዓጣ ምስ ፕረዚደንት ኣልሲሲ ሓቢሮም መጺኦም ነይሮም። ኣብቲ ናይ ምቕባል ስነ-ስርዓት፣ ሚኒስትርን ላዕለዎት ሰብ መዚ ህዝባዊ ግንባርን ዲሞክራስን ፍትሕን ተረኺቦም ነይሮም። እዚ ከምዚ'ሉ እንከሎ፣ ፕረዚደንት ሶማል ሓሰን ሸኽ መሓመድ፣ ብ ዓሰርተ ጥቅምቲ ኣብ ሰዓታት ቅድሚ ቐትሪ ኣብ ሓይሊ ኣየር ኤርትራ ንዝስልጥኑ ዘለዉ ኣባላት ሃገራዊ ሰራዊት ሶማል ብምብጻሕ ምስኦም ዘትዩ። ፕረዚደንት ርፓፕሊክ ግብጺ ዓብደልፈታሕ ኣልሲሲ፣ ፕረዚደንት ፌደራላዊት ርፓፕሊክ ሶማል ሓሰን ሸኽ ማሕሙድ፣ ብዕድመ ክቡር ፕረዚደንት ሃገረ ኤርትራ ኣቶ እስያስ ኣፈወርቂ ኣብ ኤርትራ ዝገበርዎ ወግዓዊ ምብጻሕ ዛዚሞም፣ ኣብ ሰዓታት ድሕሪ ቀትሪ ናብ ሃገራቶም ተፋንዮም። ካብዚ ቀጺልና እውን ክቡራትን ክቡራንን ተኸታተልቲ፣ መደብ ስልጠና ወጻኢ ሃገራት ብዛዕባ ኣህጉራዊ ጉዳያት ንዲፕሎማስያዊ ሓለፍቲ ካብ ኤርትራ ብኣምባሳደር ቻይና ኣብ ኤርትራ ተመሪቖም። እዚ ስልጠና እዚ ብሉጽ ውጽኢት ከመዝግብን ኣብ ዲፕሎማሲያዊ ዓውዲ ርክብን ምልውዋጥ ቻይናን ኤርትራን ዝያዳ ዕምቆት ክህብ ተስፋ ይግበር። ደቂ ሪመይ ካብዚ ቀጺለ ውን እዚ ንዕዘቦ ዘለና ኣዝዩ ትስፉው ዝኾነ ሃዋሁ ትርጉም ናይቲ ኣብ ወግዓዊ ሃገራዊ ጽንብል ናጽነት ኤርትራ ክልተ ሽሕን ዕስራን ኣርባዕተን ክቡር ፕረዚደንት ሃገረ ኤርትራ ኣቶ እሰያስ ኣፈወርቂ ዝተዛረቦ ትርጉም ቅሰን ቅሰን።
ብጸቢብ ኣብ ባሕሪ ደቡብ ቻይና ብገፊሕ ከኣ ኣብ እስያ ቻይና ንምድራት ዘኽእል ኪዳናት ንምፍጣር ዘካይድዎ ህቀናታት ግሁድ መርኣያ እዩ። ብዓቢኡ ግን ዝዓበየ ስግኣቶም ቁጠባውን ቴክኖሎጂያውን ዕብየት ስለዝኾነ፣ ነዚ ዓቕሚ'ዚ ንምድራት ዘዋድድዎ ዘለዉ ሓጹራትን እገዳታትን ጫፍ እምባ በረድ'ዩ ክበሃል ይከኣል። ከምዚ ዝበለ ሓደገኛ ቅኒት ኣእምሮ፣ ኣብ ዓለማዊ መድርኽ ከስዕቦ ዝኽእል ቅልውላው ከኣ ንእሽቶ ኣይኮነን። ልዕሊ ሰላሳ ትሪልዮን ዕዳ ዘለዋ ኣሜሪካ ኣስታት ርብዒ ካብኡ ብቻይና ትእወዶ እዩ። ኣፍሪቃን ኩነታት'ቲ ክፍሊ ዓለምን ምስ ካልእ ዓለማዊ ምዕባሌታት ኣዛሚድካ ዝረኣ ኣጋሊ ኣገዳሲ ባይታ እዩ። ብዓይኒ ብሃራት ኣብ ልልገብጥ ከኣ ከም ዘይቕረብ ሕዛእቲ ክውሰድ ዝጸንሐ እዩ። እቲ ክፍሊ ዓለም ኣስታት ስሳ ሚእታዊት ካብ ባህርያዊ ጸጋታት ዓለም ዝውንን ብቕልጡፍ ናህሪ ዝዓቢ ሓደ ነጥቢ ክልተ ቢልዮን ዝግመት ህዝቢ ዘለዎ እዩ። ምስ ኩሉ እዚ ጸጋታት ብባርነትን መግዛእትን ዕድላቱ ተመንጢሉ ከይኣክል፣ ኣብ መዋእለ ኢንዱስትርያውነት ዕብየቱ ተሓኒቑ ኣብ ቁጠባ ዓንጋሎ ወይ ሳብሲስተንስ ብሰደድ ጥረ ንዋት ጥራይ ዝነብር ዘሎ ዝተዋሰነ ህዝብታት ዝሓቖፈ ክፍሊ ዓለም እዩ። ኣብዘን ዝሓለፋ ውሑዳት ዓመታት ግን ናይ ህዝብታት ኣፍሪቃ ንባርነትን መግዛእትን ምግባትን ምዝማትን ይኣክል ዝብል ድምጺ እናሓየለ ይኸድ ኣሎ። ኣንጻር ስርቅን ዝምታን ጥራይ ዘይኮነ፣ መሳርዑ ንምዝራግ ዝዝራእ ኣተፋናኒ ኤትኒካውን እንዳውን ኣጀንዳታት፣ ናይ ሃሱሳት ብኩል ወይ ኮራፕት መጋበርያ ስርዓታት ክምክትን ንሃገራዊ ህንጸትን ንናጽነትን ልኡላውነትን ንቕሓት እናዛየደ፣ ተበግሶታት እናወሰደ ብድሆ ክብል ይረኣ ኣሎ። ንሓድሽ ፍትሓዊ ዓለማዊ ስርዓት ዘለዎ ሃንቀውትኡ እውን ምስኡ። ናይ እስያን ላቲን ኣሜሪካን ምስ ህዝብታት ኤውሮጳን ኣሜሪካታትን እውን ብተመሳሳሊ ብሰፊሕ ዝንበብ እዩ። እዚ ኣብ ካልእ ኣጋጣሚ ብሰፊሕ ዝረኣ ወይ ዝግለጽ ክኸውን እዩ። እቲ ብቐረባ ዝጸልወና ጎደቦናኸ እንተበልና፣ ተፋሰስ ኒልን ቀርኒ ኣፍሪቃን ቀይሕ ባሕርን ወሽመጥን ሓደ ኣብ ውሽጢ እዘን ሸውዓተ ኣዋርሕ ማእከል መድርኽ ሒዙ ዘሎ ጉዳይ ሓርነታዊ ቃልሲ ህዝቢ ፍልስጤም ንናጽነት እዩ። ካብ ድሕሪ ካልኣይ ዓለማዊ ኹናት ተዘይተባህለ ካብ ኦስሎ ሽሕን ትሽዓተ ሚእትን ተስዓን ሰለስተን ተስዓን ሓሙሽተን ንደሓር ብሃራት ዓብልል ገብጥ ብስም ፍታሕ ክልተ ሃገራት፣ Two State Solution፣ ኣዳህሊልካ ግዜ እናመጠጥካ ናይ መሪሕነት ድኻማትን ውድባዊ ምግምማዕን እናመዝመዝካ ሓድሽ ኹውን ወይ Accomplished Facts ኣብ ባይታ እናፈጠርካ ናይ ሃገራት ዓረብ ስኽነት፣ ኖርማላይዘሽን ወይ ተጥቢዕ፣ እናዓደግካ፣ ጉዳይ ሓርነትን ናጽነትን ህዝቢ ፍልስጤም ዓፊንካ ንምቕታል እዩ ነይሩ ብብልሓቶም። ፍትሓዊ ቃልሲ ህዝቢ ፍልስጤም ግን መኸትኡ ከየዛነየን ከይተሰነፈን ብጽንዓቱ ንዓለም ዘገረመ ጥራይ ዘይኮነ፣ ሰፊሕ ህዝባዊ ዓለማዊ ምሕዝነት ፈጢሩ ማእከል መድርኽ ሒዙ ኣሎ። ማዕረ ማዕረ'ቲ መኸተ ግን ዓማጽን ምስሉይን ሸጣፍን ባህርያት ኣስኮላ ዓብልል ገብት ኣቃሊዑ ይርከብ። ምስ ሓርነታዊ ቃልሲ ህዝቢ ፍልስጤኤም ንናጽነት ተዛሚዱ ካብ ዝንበብ ምዕባሌታት ጎዶቦና ሓደ፣ ካልኦት ህዝብታት ጎዶቦና ኣብ ሃሃገሮም ብዘሐይልዎ ናይ ምሕዝነት መግለጺታትን መርገጺታትን፣ ኣብ ቀይሕ ባሕርን ባበል መንደብን ወሽመጥ ዓደንን ብፍሉይ ተፈጢሩ ዘሎ ውጥረት እዩ። ነዚ ውጥረት እዚ ምስምስ ጌርካ ኣህጉራዊ መገዲ ማያት ክንሕሉ ኢና ተባሂሉ ዝካየድ ዘሎ ዘይሕጋዊ ምትእትታዋትን ኣራግጽን ነዳያት ዓብልል ገብጥ ሓደገኛ ሳዕቤነቱ ከኣ ኣቓልቦ ዝስሕብ ምዕባለ እዩ። ዝኸበርክንን ዝኸበርኩምን፣ ካብ ቀረባ ብቐረብኡ ንዘቤታዊ ኩነታትና ብቐጥታን ብተዘዋዋርን ናይ ቀረባ ጽልዋ ዘለዎም እዋናውያን ኩነታትን ምዕባሌታትን ጎረባብትና ኣዝዮም ብዙሓት እዮም። ኣውራ ኣብዘን ዝሓለፋ ሰላሳን ሰለስተን ናይ ናጽነት ዓመታት ብበሃራት ዓብልልገብልጥ ክፈሓሱ ዝጸንሑ ኣጀንዳታት ካብ ምንቛትን ቅልውላዋት ኣሳዊርካ ምምሕዳርን ናብ ወራርን ኲናትን ሰጊሮም ዘኸተልዎ ምትሕልላኻትን ዕንወትን ኣዝዩ ዓቢ እዩ ነይሩ። ማዕረ ፍሽለት ናይ ዝተፈላለዩ ተጻብኦታት ጭንቀት ዓብልልገብጥ፣ ዓጸፋ ስለ ዝዓርግ ከኣ ኣብዚ ሰዓት እዚ ሃነርነር ዝብልሉ ዘለዉ ካልእ ኲናት ናይ ምብራዕ ፍሕሶታት እውን ቅሉዕ ምስጢር'ዩ ክበሃል ይከኣል። ብሰዓቱ ዝግለጽ ወይ ዝዝርዘር እዩ። ሳላ'ቲ ንሓርነቱን ናጽነቱን ሓምሳ ዓመታት ተቓሊሱን ተሰዊኡን ኣብዘን ዝሓለፋ ሰላሳን ሰለስተን ዓመታት ከኣ መዘና ብዘይርከቦ ቅያ ሓርብኘነትን ጽንዓትን ናጽነቱን ልኡላውነቱን ዘውሓሰ ህዝቢ ኤርትራ ምስ ቅድመ ግንባርነትን ድርዕን ጀጋኑ ሓይልታት ምክልኻል ካብ ቅሰን ንላዕሊ ዝበሃል የለን። ቅሰን ቅሰን!
ትርጉም ቅሰን ቃል ቀላሳይ ስሉሳዊ ኪዳን ኣብ ሰዓታ ደጊም ፖለቲካ ቀርኒ ኣፍሪቃ ኣብ ኣወላ ኣብ ኤርትራ እያ ዓጀውጀው ሳይኮፓዝ ወዲ በሻሻ ልጅ ኣብይ ከመይ ጌርና ኣዳትኡ ነትሕዞ ኣየጸግመናን እዩ ክጥዕም ዛቡን ንቀደም ደቂ ሪም ደቂ ሪመይ ኣርባዕተ ጁባታት ቀላሳይ ፖለቲካ ኣብ ስርርዕ ቀላሳይ ማለት ድምጽኻ ኣጥፊእኻ ፖለቲካ ከመይ ከም ዝጽወት ንመሃር ኣለና ኣያይ መዓረይ ንበረልና
ጅግና ረኣይዎ

እምበኣር ደቂ ሪመይ ጠጥዕሙ ሰሰናይ ጠጥዕሙ ክሳብ ብኻልእ ቪድዮ ንምለስ ኣብ ቦታ ርእቶ ርእቶታትኩም ክተስፍሩ ሼር ዘይገበርኩም ሼር ክትገብሩ ከምኡ እውን ሳብስክራይብ ብምግባር ኣባላት ቤተሰብ ፍልፍል ቲቪ ክትኮኑ ብዓብኡ ግን ክትርሳዕ ዘይብላ ላይክ ኣይነውሕድ ደቂ ሬም ንዕሱባት ውድቀት ውሁድ ቅኒት ንሃገራዊ ክብረት ዘልኣለማዊ ዝኽርን ሰማእታትና ወትሩ ዓወት ንሓፋሽ